ሰላም ሰላም ክቡራት ተዓዘብትና ከመይ ኣለኹም? ሎሚ ሒዝናዮ ቀሪብና ዘለና ዛንታ ካብቲ ንቡር ፍቕሪ ወጺኡ ናብ ዓሚቕ ክድዓትን ዘገርም ዓወትን ዝወስድ እዩ። ሓደ ተራ ታክሲ ዘዋር መንእሰይ ንፍቕሪ ክብል ክሳብ ሞት ከብጽሓሉ ዝኽእል ናይ ስደት መገድን ኣብ መወዳእታ ድማ እንታይ ከም ዘጋጠሞን ዘቕርብ ትሕዝቶ ኣዳሊና ኣለና። ክሳብ መወዳእታ ትሕዝቶና ክትከታተሉና እንዳዓደምና ላይክ ምግባር ኣይትረስዑ። ሕጂ ቀጥታ ናብ ትሕዝቶና ክንሰግር። ብገንዘበይ ቪላ ሰሪሓስ ምስ ካልእ ክትምርዖ ቀዳማይ ክፋል እታ ናይ ሕልመይ ወርቂ ሮቤል ብፍቕሪ ሳባ ዝሰኸረ መንእሰይ እዩ። ሳባ ጽብቕቲ ጎርዞ እያ፣ ግን ድማ ኩሉ ግዜ ምስቶም ገንዘብ ዘለዎም ሰባት ብሃብቱ ተወዳድሮ ትውዕል። ሮቤል ንእሽቶ ሹቕ ሒዙ ክነብር ከሎ፣ ሳባ ግን መዓልታዊ ናይ ፌስቡክ ቪድዮታት ዘገርም ሃብቲ ዘለዎም ሰባትን እናረኣየት ትቐንእ ነበረት። ሮቤል። ሳባ ፍቅረይ ሎሚ ፍርያትና ጽቡቅ ተሸይጡ ኣሎ ነታ ዝተመነናያ ወርቅኺ ክገዝኣልኪ'የ። ሳባ ብላግጺ እናሰሓቀት ሮቤለይ እታ ወርቂ እኮ ናይ ሓሙሽተ ሽሕ ብር'ያ እታ መሓዛይ ጽዮን ካብ ኣሜሪካ ሰብኣያ ናይ ሰለስተ ሽሕ ዶላር ወርቂ እዩ ሰዲዱላ ንስኻ ግን ገና ነዚ ክትገዝኣለይ ዓቅሚ የብልካን ኣብ ስራሕ ምድካምካ ድማ ኣይተርፈካን ስለዚ ሃብታም ሰብኣይ ክትከውን እንተደሊኻ ንዓይ እውን ወርቂ ክትገዝኣለይ እንተኾይንካ ካብዚ ሃገር ክትወፅእ ኣለካ እቲ እንኮ ፍታሕ ንሱ ጥራይ እዩ በለቶ ሳባ ሮቤል ካብ ሃገር ውፃእ ግን እኮ ፍቕረይ ኣብዚ ብሰላም ንነብር ኣለና በላ ሳባ ሰላም ጥራይ ከብደይ መልእን እዩ ኣነ ካብዚ ናይ ድኽመት ህይወት ክወፅእ እዩ ባህገይ እንተዘይከድካ ግን ካልእ መገዲ ክደሊ እየ በለቶ ሮቤል በዚ ዘረባ እዚ ልቡ ይስበር ንሰባ ንምሕጓስ ክብል ጥራይ ንብረቱ ኩሉ ሸይጡ ምስ ዓርኩ ተኽለ ኮይኑ ናብ ስደት ክኸይድ ይውስን እቲ ዘስደምም ጉዕዞ ሰሃራ ሮቤልን ተኽለን ጉዕዞ ምድረ በዳ ሰሃራ ሓደ ኢሎም ተተሓዝዎ ኣብኡ ዝነበረ ኮሜድያውን ጸገማትን ግን ወሰን ኣይነበሮን ተኽለ ኣንተ ሮቤል ዓርከይ እዚ ፀሓይሲ ርእስና እምበር ወዲያትና ንስኻ እውን ንኣፍቃሪትካ ሳባ ክትብል ትገብሮ ዘለኻ ጉዕዞ ስደት ጽባሕ ንግሆ ጸጉርና ወዲእና ክንምለሳ ኢና ሳባ ግን ኣብ ጽላላ ኮይና ማይ ትሰቲ ኣላ ፍቅሪ ማዕረ ክንድዚ ዝገብር ምዃኑ ኣባኻ ይሪኦ ኣለኹ ሮቤል ዓርከይ ኣፍቃሪትካ ስለ ዘበለትካ ጥራይ ናብ ሕደር ትወጽእ ምውሳንካ ዘገርም እዩ እንታይ ውሕስነት ከለካ ብሓቂ ብዘይ ዝኾነ ኣብ ፍቕራ ጸኒዓ ከም ትጸንሓካ ክብል ዝመስሉ ሓሳባቱ ደርጓሓሉ ሮቤል ድማ ተኽለ ዓርከይ ምስ ኣበባ ኢለ እኮ እየ እዚ ኹሉ ዝሓልፎ ዘለኹ። ክበጽሕ ከለኹ ቪላ ክሰርሓላ እየ። ደገመሉ። ተኽለ ብወገኑ ስማዕ ሮቤል፣ ንሱ እንድዩ ደኣ ዝገርመኒ ዘሎ። እዘን ከምዚ ዝብላ ኣዋልድ ጥራይ ገንዘብካ ክሳብ ዝውዳእ እየን ጸሓይ ጸሓይ ዝብላኻ። ካብ ሕጂ ተጠንቀቕ በጃኻ፣ በሎ ተኽለ ዓርኩ። ሮቤል ብወገኑ ኣይፋሉን ሳባ እኮ ብስጋን ብነብስን እናተይ እያ ኢሉ ደጊሙ ኣረጋገጸሉ። ኣብ ማእከል በረኻ ኮይኖም ኔትወርክ ምስ ረኸቡ ሮቤል ብኢሞ ይጽሕፈላ። ሮቤል ሳባይ ሕጂ ኣብ ሊብያ በጺሐ ኣለኹ፣ ጉዕዞ ባሕሪ ክንጅምር ኢና፣ ጽላለይ፣ ጸልይለይ ድማ በላ ሮቤል ንሳባ ኣፍቃሪቱ። ሳባ ብጽሑፍ ጥራይ ኮይኑ ኦኬ ሮቤል ደሓን እቶ። ገንዘብ ክሰደለይ ግን ኣይትረስዕ እቲ ገዛ ክንጅምሮ ኣለና በለቶ ገዛ ክሰርሓላ ቃል ከም ዝኣተወላ ንምዝኻር ተኽለ ብወገኑ ትርኢ ኣለኻ ደሓን እቶ ጥራይ ኢላትካ ባሕሪ ብሰላም ስገሩ ከማን ዘይበለትካ ኣየ ክብል ብምግራም ገለጸሉ ባሕሪ ምስጋርን ናብ ኣሜሪካ ምእታውን ሮቤል ብተኣምር ባሕሪ ሰጊሩ ዓዲ ጥልያን ይበጽሕ። ካብኡ ድማ ናብ ኣሜሪካ ቦስቶን ይኣቱ። ሮቤል ከም በዓል ተኽለ ዕረፍቲ ኣይነበሮን። ክልተ ስራሕ ይሰርሕ ነበረ። ንግሆ ካብ ሰዓት ኣርባዕተ ክሳብ ስፋዱስ ኣብ ሆቴል ሸሓኒ ይሓጽብ። ድሕሪ ሰዓት ካብ ሓደ ክሳብ ምሸት ሰዓት ዓሰርተ ሓደ ድማ ታክሲ ኡበር ይዝውር ነበረ። ዝረኸበን ኩለን ሳንቲም ናብ ሳባ ይሰዶ ነበረ። ሳባ ግን ነቲ ገንዘብ ክትቅበሎ ከላ እውን ውሑድ እዩ እናበለት ተማሩ ነበረት። ሮቤል ሳባ ፍቕረይ ሎሚ ሰለስተ ሽሕ ዶላር ይሰድደልክ ኣለኹ ነቲ ዓቢ ህንፃ ወይ እውን ቪላ ክንጅምሮ ኣለና በላ ሳባ ብወገና እዋይ ሮቤል ሰለስተ ሽሕ ዶላር ጥራይ ጎረቤትና እኮ ሓሙሽተ ሽሕ ዶላር እዩ ዝሰድድ ቀልጥፍ ካልእ ስራሕ ወስኽ እምበር ከምዚ ኢልካ ደኣ መዓስ ለውጢ ክነምጽእ በለቶ ሮቤል ድኻሙ ረሲዑ ንሳባ ንምሕጓስ ይጽዕር ነበረ ግን ሓደ ምሸት ሮቤል ድኻም ምስ በርትዖ ሃንደበት ንሳባ ብቪድዮ ይድውለላ ሳባ ግን ነቲ ካሜራ ክትከፍቶ ከላ ኣብ ድሕሪኣ ሓደ ሰብኣይ መንዲል ጥራይ ተሸፊኑ ካብ ሽቓ ክወፅእ ረኣየ። ሮቤል ድማ ሳባ መን እዩ እዚ ኣብ ድሕሬኺ ዘሎ ሰብኣይ ክብል ሓተታ። ሳባ ብስንባደ ካሜራ ዓፀወቶ። ኦ ማይ ጋድ እዚ ብሓቂ ዘሕዝን እዩ በለ ሮቤል ብስንባደ ሮቤል ኣብ ኣሜሪካ ረሃፁን ደሙን እናፍሰሰ ክሰርሕ ከሎ ሳባ ግን ኣብ ሃገራ ኮይና ምስ ካልእ ትዘሊ ነበረት ክቡራት ተዓዘብትና ቀዳማይ ክፋል ዛንታ ኣብዚ ፍፀም ኣብ ካልኣይ ክፋል እቲ ሓቂ ክቃላዕ እዩ ሮቤል እንታይ ክገብር እዩ ሳባ ክተረድኦ ድያ ዋላስ እዚ ፍጻመ ምንጪ ምፍላዮም እያ ክትከውን። ካልኣይ ክፋል ኣብ ዝቕጽል መደብና ተጸበዩና። ሰሰናዩ ብተዛነ ዩቱብ ቻነል